ብምቕጻል ኣብ ዝሓለፈ ትምህርትና ብዛዕባ ናይ ስያም እትገልጽ ኣያ ካብ ሱረት ኣልበቐራ ቁጽሪ ኣያ ሚእትን ሰማንያን ሰለስተን ዑለማእ ዝዘከርዎ ትንተና ገሊጽና ኔርና። ሎማዓንቲ ነታ ብድሕሪኣ ዘላ ኣያ ቐውሊሂ ተዓላ ኣያመን ማዕዱዳት ፈመን ካነ ምንኩም መሪደን ኣው ዓላ ሰፈሪን ፈዒደቱ ምን ኣያሚን ኡኸር እትብል ብዛዕባ እዚኣ ዝሃብዎ ዑለማ መግለፅን ትዕዝብትን ክንጠቅስ ኢና። የቁሉ ላሁ ተባረከ ወተዓላ ኣያመን ማዕዱዳት እዚ እንታይ ማለት እዩ? እተን ትፀምወን መዓልታት፣ ቁሩብ መዓልታት እየን። እዚ ማለት እቲ ስያም ዝተኣዘዝኩሞ ብዓይነቱ እንክረኣ፣ ካብ ንጾም ዘፍርሱ ነገራት ኣብቶም ዝተወሰኑ ሰዓታት ተኸልኪልካ ምውዓል እዩ። ብቑጽሪ ክረኦ ከሎ ድማ ኣዋርሕ ወይ ሳምንታት ወይ ዓመታት ዘይኮነስ እንታይ ደኣ ሒደት መዓልታት እየን። ስለዚ ነዘን ሒደት ክንሰን ግን ከኣ ረዘንቲ መዓልታት እዚኤን ዕጠቑለን። ሙእሚኒን ስለ ዝኾንኩም ኣብ መትከልኩም ንኸሱ። ምእንቲ ኣላህ ኢልኩም ካብ ፈጅሪ ክሳዕ መቕሪብ ካብ ብልዕን መስተን ጾታዊ ርክብን ተዓገሱ። ድሕሪ ስያም ዝተወሰኑ መዓልታት ምዃኑ ምግላጽ ቀጺሉ ኣላሁ ስብሓነሁ ወተዓላ ይብል፣

መጀመርያ እቲ ስያም ዝኾነ ይኹን ሙእሚን ክጸውም ግቡኡ ናይ ግድን ምዃኑ ሓፈሻዊ መግለጺ ድሕሪ ምሃብ፣ ከማ ቃለ ተዓላ፣ ያ ኣዩሃ ለዚነ ኣመኑ ኩቲበ ዓለይኩም ስያም ከማ ኩቲበ ዓላ ለዚነ ሚን ቀብሊኩም ለዓለኩም ተተቁን ኢሉ ብሓፈሻ ኩሉ ሰብ ክጸውም ከም ዘለዎ ድሕሪ ምግላጽ ኣስዒቡ፣ እቶም ብሕማም ዝተጠቕዑን ኣብ መገሻ ዝተዋፈሩን ግና ከፍጥሩ ከምዝፍቀዶም ገሊጹ። እቲ ሕሙም ተባሂሉ ኣብ ዛኣያ ተገሊጹ ዘሎ፣ ብሰንኪ ስያም እቲ ሕማም ዝውስኽን ኣብ ካልእ መሓልኽ ዘእትዎ እንተኾይኑ፣ እዚ ሕማም እዚ ከፍጥር ፍቓድ ዘውህብ ዓይነት ሕማም እዩ። ዕለማ ነቲ ሕማም ዝብል ቃል ምስጾም ዘለዎ ሳዕቤንን ጽልዋታትን ዝምድናን ኣብ ግምት ብምእታው ሕማም ወይ ሕሙም ክበሃል ከሎ ሰለስተ ዓይነት ምዕባሌታት ወይ ኩነታት ኣሎ ይብሉ። ንሳቶም ከኣ ቀዳማይ ስያም ነቲ ሕሙም ወላ ሓንቲ ጸገም ዘይፈጥረሉ፣ ኣሉታዊ ሸነኻት ዘየሕድረሉ ተኾይኑ፣ ክጸውም ናይ ግድን እዩ ከፍጥር ኣይፍቀዶን እዩ ካልኣይ ስያም ነቲ ሕሙም ቁሩብ ቀጨውጨው የቡሎ ይኸብዶ ግን ኣብ ጥዕንኡ ወላ ሓንቲ ሳዕቤን የብሉን እዚ ሕሙም እዚ ክጸውም መክሩህ እዩ ምኽንያቱ ረቢ ከፍጥር ስለ ዘፍቀደሉ። ሳልሳይ፣ ስያም ነቲ ሕሙም ሰሎሎ ዘእትወሉ፣ ኣብ ጥዕናዊ ደረጅኡ ስምብራት ዝገድፈሉ ተኾይኑ፣ ስያም ክጸውም ሓራም እዩ። ኣላሁ ስብሓነሁ ወተዓላ ብዛዕባ'ዚ ኣመልኪቱ ይብል፣ ወላ ተቅቱሉ ኣንፉሰኩም ኢነላሃ ካነ ቢኩም ረሒማ። ገያሻይ ክበሃል ከሎ'ውን ሰለስተ ኩነታት ከም ዘለዎ፣ ትዕዝብቶም ኣንቢሮም ዑለማእ ብዛዕባ'ዚ ኣመልኪቶም ይብሉ፣ ቀዳማይ፣ ገያሻይ ኣብ መገሽኡ ስያም ዋላ ሓንቲ ለውጢ ዘየምጻሉ፣ ዳርጋ ኣብ መንበሪኡ ኣራጢጡ ዘሎ እንተደኣ ኮይኑ ዝስምዖ፣ እቲ ኩነታት መገሽኡ ክጸውም ይምረጽ፣ ምኽንያቱ ምስ ሰቡ ጀሚሩ ምስ ሰቡ እሞ ከኣ ኣብ ውሽጢ ሮሞዳን ክጸውም ወይ ጾሙ ክድምድም እንከሎ ብርግጽ እቲ ዝበለጸ እዩ ምኽንያቱ ኣብቲ ዝበለጸ መዓልታት ወይ ወርሒ ጾሙ ይውድእ ስለ ዘሎ። እንተ ደልዩ እውን ከፍጥር ምርጭኡ እዩ ዝዓግቶ ነገር ወይ ዝኽልክሎ ሓይሊ የለን። ካልኣይ ይብሉ ዑለማ እቲ ስያም ነቲ መገሻ ዘኽብዶን፣ ተጸግሞ እንተኾይኑ እቲ ዝበለጸ ከፍጥር እዩ። ሳልሳይ፣ እቲ መገሻ ምስያም ከቢድ ጾር ዝኾኖ መርዘኑ ዘላዕለሉ ተኾይኑ ክጸውም የብሉን ከፍጥር ኣለዎ። ጽቡቕ፣ ብሰንኪ ሕማም ወይ መገሻ ዘፍጠርካዮ ስያም መዓስ ትቐድዮ? መልሲ ናይዚ ሕቶዚ ኣላሁ ስብሓነሁ ወተዓላ ኣብዛ ኣያ እዚኣ ይብል ፈዒደቱ ምን ኣያምን ኡኸር እተን ዘፍጠርካየን መዓልታት ኣብ ደስ ዝበለካ መዓልታት ወይ ኣዋርሕ ትቐድየን ዕዳኻ ቀልጢፍካ ምዕፃው ኣድላይ እኳ እንተኾነ ብቁርኣንን ሱናን ዝተወሰነ መዓልታት ስለዘየለ እንተደሊኻ ኣብ ሓጋይ ኣብ ክረምቲ ወይ ኣብ ቀውዒ ክትቀድዮ ፍቑድ እዩ። ብተወሳኺ እተን መዓልታት ኣካታቲልካ ከየዕረፍካ ክትጾሞን ናይ ግድን ኣይኮነን፣ እቲ ጉዳይ ሰፊሕ ናይ ምውስዋስ ዕድል ኣለዎ፣ እንተደሊኻ ብመስርዕ ኣካታቲልካ ትጸውም ኣይደለኻን ከኣ እንዳዕረፍካ ፈላሊኻ ትጸውም። ናይ ሎማዓንቲ ትምህርትና ኣብዚ ይዛዘም ክሳዕ ዝመጽእ ደሎ።